ክልተ ሽሕን ዓሰርተ ሰለስተን ዓመተ ምህረት እዩ። ዜና ቀዲምና ድሕሪ ዜና መንግስቲ እስራኤል ካብ ዝሓለፈ ሰሙን ጀሚሩ ኣብቲ ሃገር ንዝርከቡ ወጻእተኛታት ብነጻ ክታበት ቫይረስ ኮሮና ክህብ ጀሚሩ ኣሎ ኣብኡ ዝነብሩ ኤርትራውያን ኣዘራሪብና ኣለና እሱ ክህልወና እዩ ስሩዕ መደብና ካ ኤርትራውያን ኣብ ኣሜሪካ እዩ ኣብ ልዕሊ ዜጋታት ኤርትራን ካልኦት ሃገራትን ተገይሩ ዝነበረ እገዳ ቪዛ ፕረዚደንት ጆ ባይደን ኣልዒሎሞ እዮም ነዚ ብዝምልከት ምስ ክኢላ ሕጊ ዝተኻየደ ቃለ መጠይቅ ክኸውን እዩ። ንኹሉ ምሳና ምሲኹም ምድላዋትና ክትከታተሉ ዝዕድመኩም ምኒ ኣፈወርቂ ዜና ከነቐድም ኢና ካብ በትረ ስልጣን
ከመይ ኣምሲኹም ዕለታዊ ዜና እንሆ ኣካቢት ሃገራዊ ቦርድ ምርጫ ኢትዮጵያ ወይዘሪት ብርቱኳን ምደቅሳ ኣብ ሻድሻይ ሃገራዊ መረፃ ኢትዮጵያ ንዝሳተፉ መግለጺ ሰናይ መልእኽቲ ብፌስቡክ ከም ዘሕለፋ ተገሊጹ። እቲ ቦርድ ብሕጊ ንዝተነበረሉ ሓላፍነት ከም ዝዋጻእ እውን መረጋገጺ ሂበን። እዚ ከምዚ ኢሉ ከሎ ሓደ ሓደ ተናሓናሕቲ ፖለቲካዊ ፓርቲታት እታ ሃገር ንወፍሪ መረጻ ከም ዝጀመሩ እውን ተፈሊጡ ኣሎ። መራሒ ፓርቲ ብልፅግና ቀዳማይ ሚኒስትር ኣብይ ኣሕመድ ንማኒፌስቶ መረፃ እቲ ፓርቲ ትማሊ ብወግዒ ኣፍሊጦም ኣለው። እቲ ማኒፌስቶ ፓርቲ ምስ ህዝቢ ዝኣተዎ ኪዳን እምበር ውዕል ኣይኮነን ኢሎም ኣለው። ኢዜማ ብወገኑ ምስ ኣብ ዝተፈላለዩ ከባብታት እቲ ሃገር ዝርከቡ መራሕቲ እቲ ፓርቲ እናተራኸበ ይማኸር ከም ዘሎ ክጠቅስ ከሎ መራሒ ኦፌኮ ዶክተር መራራ ጉዲና ብወገኖም ኣብቲ መረፃ ንምስታፍ ድልየት ከም ዘሎ እንተኾነ ከበድቲ ፀገማት ሸቐጥ ኣጓኒፎም ከም ዘለዉ ገሊፆም ይብል ሪፖርት መለስካቸው ኣመሃ። መንግስቲ ኢትዮጵያ ኣብ መተከልን ካልኦት ከባብታት እታ ሃገርን ኣብ ልዕሊ ተወላዶ ኣምሓራ ይወርድ ኣሎ ዝብልዎ ግፍዒ ንክምክትን ከምክንን ኣብ ልዕሊ ኣብ ጥፍኣት ሃገር ተዋፊሩ ነይሩ ዝበልዎ ዕጡቕ ህወሓት ዝተወሰ ደ ስጉምትን ዝተመዝገበ ዝበልዎ ዓወትን ንድግፍ ዝብል ሰልፊ ኣብ ስታዲየም ደሴ ከምዝተኻየደ ተፈሊጡ። ከንቲባ ደሴ ኣቶ ኣበበ ገብረመስቀል ንዝሓለፉ ሰላሳ ዓመታት ህዝቢ ምስ ህዝቢ ዝፈላልዩ ናይ ሓሶት ታሪኽ ኮነ ተባሂሉ ንክጋፋሕ ከምዝተገብረ ጠቒሶም። ኣብ ዝሓለፉ ሰለስተ ዓመታት ብቀዳማይ ሚኒስትር ኣብዪ ኣሕመድን ናይ ለውጢ መሪሕነትን ዝተፈፀሙ ተግባራት ዝናዱ እዮም ዝበሉ እቶም ከንቲባ፣ ምስ ኤርትራ ዝተሓደሰ ምሕዝነት፣ ኣብ ልዕሊ ህወሓት ዝተወስደ ስጉምቲ፣ ንመንፈስ ኢትዮጵያዊነት ንምምላስ ዝተገብሩ ፃዕርታት ከም ኣብነት ጠቒሶም ይብል ወኪልና መስፍን ኣራጌ ካብ ደሴ። ኣብ ኢትዮጵያ መንግስታዊ ትካላት ልምዓት ግቡእ ኣገልግሎት ብምልጋስ ኣብ መንጎ መንግስትን ህዝብን ምትእምማን ክፈጥሩ ተዘይክኢሎም ኣብታ ሃገር ነባራይ ሰላም ክዓስል ኣይኽእልን ኢሉ መፅናዕቲ ሚኒስትር ሰላም እታ ሃገር። ኢትዮጵያ ካብ እትርከበሉ ፀገም ንኽትወፅእ ግልፂ ኣሰራርሓ ክህሉ ሓላፊት ሲቪክ ሰርቪስ ባህርዳር ወይዘሮ ኣስራት ሙጬ ጠቒሰን። ካልእ ተሳታፊ እቲ ኣኼባ ኣቶ መብራቱ ካሳ ኣገልግሎት መንግስቲ ፀገም ከርኢ ከሎ ንህዝብን መንግስትን ከም ዘቀሓሕር ሓቢሮም። ሚኒስትር ሰላም ኢትዮጵያ ዘፈር ሃገራዊ ናይ መንግስቲ ኣገልግሎት ማሕበረሰብ ተኮር ምይይጥ ኣብ ባህርዳር የሳልጥ ኣሎ ትብል ሪፖርተርና ኣስቴር ምስጋናው ካብ ባህርዳር። ሰባት ንሰባት ዝተብሃለ ትካል ኣብ ኢትዮጵያ ንዝፍፅሞም ፕሮጀክታት ንምዕዋት ሽዱሽተ ሚእቲ ሚልዮን ቅርሺ ከም ዝበጀተ ኣፍሊጡ። እቲ ትካል ንፕሮጀክታት ልምዓት ገፀር ዝያዳ ቆላሕታ ከም ዝገብር እውን ጠቒሱ'ሎ። ብዘይካዚ እቲ ትካል ምስ ዝፍፅሞም መደባት ብተወሳኺ ፍርቂ ሚልዮን ቅርሺ ኣውፅኡ ቀረባት መከላኸሊ ፀረ ኮቪድ ዓሰርተ ትሽዓተ ናብ ዓዲ ኣእትዩ ንሚኒስትር ጥዕና ከም ዘረከበ ገሊፁ ይብል ሪፖርተርና ሙክታር ጀማል ዝላኾ ሪፖርት። ኮሚሽን ሕብረት ኣፍሪቃ ሙሳ ፋቂ መሓመትን ዋና ጸሓፊ ሕቡራት ሃገራት ኣንቶኒዮ ጉተረዝን ህዝብን መራሕቲ ሶማልያን ነታ ሃገር ንምትህድዳ ዝፍጽምዎ ዝበልዎ ጻዕርታት ንኢዶም ክልቲኦም ሰበስልጣን፣ ህዝቢ ሶማልያ ድሕሪ ንዘበና ዝተኻየደ ህውከት ንነባራይ ሰላምን ምዕባለን እታ ሃገር ንዝገብርዎ ዘሎ ተገዳስነት ንኢዶም። ኣቦ ወንበርን ዋና ጸሓፍን ብሓባር ኣብ ዝሃብዎ መግለጺ፣ መራሕቲ ሶማልያ ናብ ልዝብ ንክምለሱ ኣብ መንፈስ እንካን ሃባን ተመርኲሶም ነቲ ዓሲሉ ዘሎ ፖለቲካዊ ኣፈላላይ ንክፈትሑ ጸዊዖም። ሙሳ ፋቂ መሓመትን ኣንቶንዮ ጉተረዝን ህዝብን መንግስትን ሶማልያ ናብ ሰላምን ምዕባለን ኣብ ዝጀመርዎ ገስጋስ ሙሉእ ደገፍ ከም ዝረኽቡ ኣረጋጊፆም ይበል ወሃቢ ቃል ዋና ፀሓፊ ሕቡራት ሃገራት ናይጀርያዊት ሚኒስትር ፋይናንስ ዝነበረት እንጎዚ ኦኮንጆ ኢዋሌ። ፈላመይቲ ኣፍሪቃዊት ዳይረክተር ጀነራል ውድብ ንግዲ ዓለም ኮይና ተመሪጻ፣ ናይጀርያውያን ታሕጓሶም ይገልጹ። ንሳ ዳይረክተር ውድብ ንግዲ ዓለም ዝኾነት ንእንኮ መወዳድርታ ኮይኑ ዝቐረበ ደቡብ ኮርያዊ ዩ ምዮን ሂ ድሕሪ ምስዓራ እዩ ንጎዚ ኦኮንጆ ኢዋሌ ፈላመይቲ ኣፍሪካዊትን ጓል ኣንስተይትን ዳይረክተር ውድብ ንግዲ ዓለም ኮይና ኣላ። ክኢላታት ናይ እንጎዚ ኦኮንጂ ኢዋሊ ናብዚ መዝነት እዚ ምብቃዕ ኣፍሪቃ ንዝጀመረቶ ናፃ ዞባ ንግዲ ንምሕያል ክትጥቀመሉ ትኽእል እያ ይብሉ። ክልተ ሚእቲ ሰባት ኣሳፊራ ኣብ ገርብ ኮንጎ ትጓዓዝ ዝነበረት ጀልባ ጥሒላ ስሳ ሰባት ከምዝሞቱን ዝተረፉ ሃለዋቶም ከምዝጠፍአን ሰበስልጣን እታ ሃገር ኣፍሊጦም። ሚኒስትር ሰብኣዊ ጉዳያት ኮንጎ ኣብ ልዕሊ እቶም ተሓተቲ ዝተባሃሉ ስጉምቲ ንክውሰድ እታ ጀልባ ልዕሊ ዓቕማ ሰባት ኣሳፊራን ኣቑሑትን ፅዒናን ትጓዓዝ ከምዝነበረትን ገሊፆም። ኣብ ኮንጎ ኪንሻሳ ሓደጋ ጀላቡን መራኽብን ዝውቱር እናኾነ ይመፅእ ኣሎ። ካብኡ ዝኸፍኣ ኣብ መራኽብን ጀላቡን ዝሳፈሩ ሰባት ንሓደጋ ግዜ መከላኸሊ ኣልባስ ኣይጥቀሙን። እዚ ከምዚሉ ከሎ ፕረዚደንት ኮንጎ ኪንሻሳ ሓዱሽ ቀዳማይ ሚኒስትር መዚዞም። ቀዳማይ ሚኒስትር ንክኾኑ ዝተመዘዙ ሳም ሉካንዳ ኪንጊ ቀዳማይ ትኹረቶም ኣብ ጉዳያት ፀጥታ ከምዝኾነን ብሕልፊ ኣብ ምብራቓዊ ኮንጎ ከምዘተኩሩን ገሊፆም እዮም። ኣብ መናእሰይ እውን ዝተፈለየ ቆላሕታ ክገብር እየ ኢሎም ኣለው። ሓላፊ ፌደረሽን ኩዕሶ እግሪ ኣፍሪቃን ኣባል ፓርላማ ዝነበረ ውልቀ ሰብን ኣብቲ ቅድሚ ዓሰርተ ዓሞት ኣብ ሪፐብሊክ ማእከላይ ኣፍሪቃ ዝተፈጸመ ውግእ ሕድሕድ ገበን ኣንጻር ሰብኣዊነት ኣይፈጸምናን ዝብል ግብረ መልሲ ኣመዝጊቦም። ኣብቲ ኣብ ኔዘርላንድ ዝደኮነ ዓለም ለኸ ቤት ፍርዲ ገበን ዝቐረቡ ተኸሰስቲ ፓትሪክ ኢድዋርዶ ንጎስያንን ኣልፍሬድ የኮተማን ይበሃሉ ብገበን ቅትለት መግረፍቲ ምጉዳል ኣካላት ፆታዊ ምድፋርን ንቆልዑ ናብ ሰራዊት ምክታብን ዝብሉ ክስታት ቀሪብዎም ኣሎ ፀሊም ክዳንን ማስኬራን ፀረ ኮቪድ 19 ለቢሶምን ናብ ቤት ፍርዲ ዝቀረቡ ክልቲኦም ተኸሰስቲ ኣብቲ ዝቀረበ ክሲ ኣይወዓልናሉን ዝብል መልሲ ኣመዝጊቦም ኣለው ውድብ ጥዕና ዓለም ክልተ ክታበት ዝሓትት ፈውሲ ቫይረስ ኮሮና ኣስትራዘነካ ይብልዎ ኣብ ጥቕሚ ንክውዕል ኣብዚ ሰሙን እዚ ክፈቅድ ከም ዝኽእል ተገሊጹ። እንተኾነ ሓደ ሚልዮን ክታበት ኣስትራዘነካ ዝዓደገት ሃገረ ደቡብ ኣፍሪቃ ኣብቲ ዝተፈለየ ጭጋረት ዘቕልዎ ዓይነት ቫይረስ ኮሮና ዝተገበረ ፈተነ ኣዕጋቢ ዘይኮነ ውጽኢት ድሕሪ ምርካባ ነቲ ዝተረከበቶ ፈውሲ ኣስትራዘነካ ክምልሶ እየ ትብል ኣላ። እዚ ከምዚ ኢሉ ከሎ ደቡብ ኣፍሪቃ ሓደ ግዜ ክታበት ዝግበረሉ ጆንሰንን ጆንሰንን ዝመሃዘ ፈውሲ ክሳብ ሰማንያ ሽሕ ከም ዝዓደገት ገሊጻ። ኣገልግሎት ኢንተርኔት ተቋሪጹ፣ መምርሒ ዕጽዋ ንኻልኣይ መዓልቲ ዋላ እውን እንተቐጸለ፣ ኣብ ማይንማር ብደሞክራስያዊ ኣገባብ ንዝተመርጸ መንግስቲ ዓልዩ ስልጣን ኣብ ልዕሊ ዝተቖጻጸረ ሰራዊት እታ ሃገር ተቓውሞ ቀጺሉ ኣሎ። ኣብ ርእሰ ከተማ እታ ሃገር ዝተኻየደ ሰልፊ ኣብ ፊት ንፊት ሃገራዊ ባንክ ንዝርከብ ጎዳና ብምዕጻው ቀጺሉ ውዒሉ ኣሎ። ዜና ተፈጺሙ።
ነመስግነካ በትረ ንዜና እዚ ሬድዮ ድምፂ ኣሜሪካ እዩ ሓበሬታ ኣለና ኣብ ውሽጢ ትግራይ ብዛዕባ ዘሎ ኩነታት ሎሚ ቅነ ቪኦኤ ቋንቋ ትግርኛ ምስ ሓላፊት ቢሮ ኮሚኒኬሽን ግዜያዊ ምምሕዳር ትግራይ ወይዘሮ ኢቴንሽ ንጉሴ ኣብቲ ክልል ኣለው ዝበልኦም ወተሃደራት ኤርትራ ኣመልኪተን ኣብ ዝሃበኦ መግለፂ ከምዝስዕብ ኢለን ነይረን እቲ ሓገዝ እወ ናብቲ ሕዚ ብጥምየት ተጠቒዑ ዘሎ ናይ ገጠር ከባቢታት፣ ወረዳታት መሊኡ ደፊኡ ንዘይምኻድ ናይ ባዕሉ ዝኸኣሉ ፀገማት ስለዝነበርዎ እዮም። ምኽንያቱም ናይ ፀጥታ ፀገማት ስለዝነበረ ከም መኻይን፣ ሹፌራት ኣይንኸይድን ናብቲ ከባቢ ናይ ፀጥታ ሽግር ስለዘሎ ንህይወትና ስግኣት ኣለና ኢሎም ፀኒሖም ስለዝነበሩ ረድኤት ንክኸይድ ኣብዙይ ጠጠው ኢሉ ፀኒሑ እዩ ማለት እዩ። ብድሕሪኡ ግን ዋላ ኣንቶም ኑቶም ዝኣወዩ ዩበር ፍቓድ ዝኾነ ኸይድ እዮ ዝብለና ስለ ዘይንኽእል ንጠይቕ ተባሂሉ ፍቓደኛታት ዝኾኑ ተረኺቦም ማለት እዩ። ረድኤት ይኸይድ እዩ ዘሎ። ይኹን ደኣ እምበር ተኸደ እውን ናይ ጸጥታ ሽግራት ከምቲ ትፈልጦ ናይ ኤርትራ ወታደራት እውን ኣትዮም ስለ ዘለዉ ኣብ መገዲ ወሳኒኡ ዘይፍለጥ እቲ እኽሊ ናብቲ ተጠቃሚ ከይበጽሐ ይተርፍ ከም ዘሎ ከምኡ ዝመሳሰሉ ጸገማት ብደንቢ ወይ ብመከላከያ ተዓጂቡ ዝኸደሉ ነገር ተዝመቻቸው ዝብል ኩነታት ስለ ዘሎ እዩ እምበር ብኻሊእ ኣይኾነን።
ቪኦኤ ዘቕረበለን ካልእ ሕቶ ድማ ወግዓዊ ዝኾነ መግለጺ ኣውጺእኩም ዶ? ንኣብነት እዘን ዝጠቐስክንኤን ክልተ ብዛዕባ ወታሃደራት ኤርትራን ብዛዕባ ክልል ኣምሓራን ዝበልኦ ዕላዊ መግለጺ ሂብኩምሉ ዶ? ንዝብል ድማ ዝሃበኦ ምላሽ። እወ ኩሉ ግዜ ይጥየቕ እዩ፣ መልሲ እውን ይህበሉ እዩ። እናጸዓረ ከም ዝኾነ ክወጹ ከም ዘለዎም። ንሱ ንካሊእ ስራሕቲ ኩሉ ዓንቂፉና ከም ዘሎ ንድሕሪት ዝመልስ ከም ዝኾነ መግለፂ እንዳተሃቦ እዩ መፂኡ። ካብዚ ዝሰማዕኹምዎ ወፃኢ ኣብ ትግራይ ዘሎ ኩነታት፣ ቀረብ ሰብኣዊ ረድኤትን ወተሃደራት ኤርትራን ብዝምልከት ብቪኦኤ ከም ዝተመሓላለፈ ተገይሩ ብማሕበራዊ መራኸቢታትን ንመልእኽቲ እቶም ማሕበራዊ ሚድያታት ብዝጠቕሱ ሓደ ሓደ ዓለም ለኸ መራኸቢ ብዙሓንን ዝውረን ዝዝርጋሕን ሓሳብ ወይዘሮ እቴነሽ ንጉሰ ንቪኦኤ ከም ዘይተዛረባን ብቪኦኤ ቋንቋ ትግርኛውን ከምዘይተመሓላለፈን ንሰማዕትናን ተኸታተልቲ ኢንተርኔትን ብኽብሪ ንገልጽ። ሬድዮ ድምፂ ኣሜሪካ መንግስቲ እስራኤል ካብ ዝሓለፈ ሰሙን ጀሚሩ ንወፃእተኛታት ነበርቲ እቲ ሃገር ብነፃ ክታብት ቫይረስ ኮሮና ክህብ ጀሚሩ ኣሎ ነዚ ብዝምልከት መሳርሕትና ዊንታ ኪዳነ ምስ ኣቦ መንበር ማሕበር ሓተት ዕቑባ ኤርትራውያን ኣብ እስራኤል ኣቶ ብርሃነ ነጋሲ ከምኡውን ነባሪ ከተማ ቴልኣቪቭ ኣቶ ሳልሕ ዖስማን ቃለ መጠይቕ ኣካይዳ ኣላ። ናብ ዊንታ ከሕልፈኩም። ኣብ ዝሓለፈ ሰሙን ጀሚሩ እስራኤል ንወጻእተኛታት ክታበት ቫይረስ ኮሮና ብነጻ ክትዕድል ጀሚራ ኣላ። ንስኻ እውን ሓደ ካብ ተጠቀምቲ ኮይንካ ኣለኻ። እስኪ ከመይ እዩ እቲ መስርሕ? ኮሮና ምስ መጸ ኣብ ናይ መርመራ ኮሮና ብዙሕ ጻዕሪ ተገይሩ። ንሕብረተሰብ ኤርትራውያን እቲ ናይ መርመራ ክገብርሎም ከም ዘለዎም፣ እቲ ኣብ መወሸቢ ወይ ድማ ናብቲ ቦታ ዝኣትውሉ፣ ኣብ ገዝኦም እንድሕር እኹል ቦታ ዘይብሎም ዝሓመመ ሰብ ምስ ኣዕርኽቱ ከይልግበሎም ኣብ ሆቴል ንክለኣኹ ብዙሕ ምስ ናይ ኸተማ ተልኣቪቭን ምስ ናይ ገለ ሕክምናታትን ናይ ሕብረተሰብ ኤርትራውያን ሓትቲ ዑቕባ ዝነበረ ስራሕን ቮሎንተሪ ኤርትራውያን ናይ ብሓቂ ኣብ ሓደ ኮይኖም ዝተጠርነፉ እዚ ለውጢ መጺኡ ከኣ ኣብ ሆቴል ክንከይድ ጀሚርና እቲ መርመራ ውን ክገብሩልና ጀሚሮም ማለት እዩ ድሕሪኡ እዚ ናይ ኮሮና ናይ መድሃኒት እስራኤል ካብተን ቀዳሞት ሃገር ከም ዝገዘእት ምስ ተፈልጠ ንሕና ብዙሕ በቲ ዓቕምና ክንሰርሕ ሕብረተሰብ ኤርትራውያን ሓንቲ ሕብረት ተዕቕቦ ኣብቲ መሪሕነት ዘለዉ ነዚ ጉዳይ እዚ ሒዞም ምስ ናይ ዩኤንስኣር ምስ ከተማ ተልኣቪቭ ምስ ሆስፒታል ኢኪሎ ብዝበሃል ሆስፒታልን ምስ ናይ ራላ ዝብሃል ናይ ስደተኛታት ናጻ ዝሕግዙ ሕክምና ኣሎ UNSR ዘለዎ ኮይና ዳርጋ ናይ ወርሒ ምሉእ ብዙሕ ጻዕሪ ተገይሩ እዩ ነዚ ዕድል እዚ ክርከብ ብዙሕ ጉልበት ፈሲስዎ እዩ መንግስቲ እስራኤል መጀመርያ ኣየፍቅድን ነይሩ ፍትሓዊ መወዳእታ ግን ኣፍቂዱ ማለት እዩ። ሕጂ ነቲ ክታበት ሓደ ኤርትራዊ ወይ ውን ሓደ ወፃእተኛ ነቲ ክታበት ክወስድ ኣብ ዝኸደሉ ግዜ ከማልኦ ዝግባእ ነገር ኣሎ ድዩ? እወ ኣብዚ ዘለዉ ሕብረተሰብ ኢንሹራንስ ዳርጋ የብሎምን እዩ ክንብል ንኽእል ኢና። ገለ ኢንሹራንስ ዘለዎም ከኣ ብመገዲ ናይ ስራሕቶም ኣብቲ ዝሰርሕሉ ቦታ ኢንሹራንስ ይኽፈትሎም። ንኹሉ ዝሽፍን ኢንሹራንስ ኣይኮነን ስዊን። ኣብዚ እውን ብዙሕ ዘረባታት ተላዒሉ ነይሩ እዩ። ዳርጋ ዝበዝሑ ሕብረተሰብና ኣብዚ ናይ ኮሮና ኣብ ሆቴልን ኣብ ቤት መግብታትን ኣብ ቤት ትምህርትታትን ስለ ዝሰርሑ እዚ ብምሉኡ ተዓጽዩ እዩ። እዚ ኩሉ እቲ ኢንሹራንሶም ነበረኻ ኣብ ሰለስተ ወርሒ ስለ ዝኾነ ኣፕደይት ወይ ድማ ክሕደስ ዝግበኦ ነይሩ ብምሉኡ ዳርጋ ወዲቑ እዩ። በዚ ሕጂ ነዚ ኣብ ግምት ብምእታው እዩ ነይሩ ኣብቲ ክትዕ ምስ ናይ መንግስቲ ምስቶም ናህና ወክልትን ምስቶም ናይ ገለ ኤንጂኦታትን ዝነበረ ብዙሕ ክትዕ ኣብዚ ምስ መጸ ሓደ ኤርትራዊ ወይ ድማ በታ ዘላቶ ቪዛ ንዕኡ ትገልጽ እታ ቪዛ ድኣ እዚ ዓዲ ዘላቶ እሳ ሕዚኡ ጥራይ እዩ ዝመጽእ ዝኾነ ኢንሹራንስ ኣየድልዮን እዩ ዝኾነ ገንዘብ ምኽፋት ኣየድልዮን እዩ እዚኣ ሒዙ እዩ ዝመጽእ እዚኣ ሒዙ ከኣ በታ ክታበት ይኽተብ እታ ክታበት ምስ ተኸትበ ከኣ ወረቐት ይወሃቦ ነታ ካልኣይቲ ዕለት ቁጸረሉ እታ ካልኣይቲ ምስ መጽ ምስ ተኸተባ ከኣኒ ካርድ ካርድ እላ ትወሃቦ እታ ካርድ ሒዙ ይኸይድ ዝኾነ ነገር ዘማልኦ ነገር የብሉን እቲ ኣብኡ ክመጽእ ከሎ ግን ሕቶታት ኣሎ ኣብኡ ኣለውና ተርጎምቲ ኣለውና ኣሕዋትና ኤርትራውያን ኮፍ ኢሎም ዝሕግዝኡ ይነግርዎ ማለት እዩ ዝኾነ ኣለርጂ ከይህልዎ ዝኾነ ነገራት ሕማም እንተለዎ እዚ እንታይ ጸገም ኣምጻሉ ዝሕብሩ ሰባት ኣለውና ኣብኡ እዚኣ ከዓ እታ ቪዝኡ ሒዙ ጥራይ ክመጽእ ዝግብኦ በዚ መገደይ ከኣ ካብቶም ዶክተራት ዝወሰድኩዎን ካብቲ ንባዕለይ ስለ ዝወሰድኩዎ እቲ መድሃኒት ሕጂ ከኣ መንግስቲ እስራኤል ሒዛቶ ዘላ ዘይተኸትበ ኣብ ገለ ናይ ስፖርትታት ድዩ ናይ ስራሓት ድዩ ኣብ ናይቲ ንዓና ንኣትወሉ ቦታታትን እቲ ሕብረተሰቦም ዘብልዎን ከም መኸንታ ሽሙ ሒዞሞ ኣለዉ። ዝመጽእ ዘሎ ሰኑይ ሰሉስ ኣብቲ መንበር ናይ ክነሰት ናይዛ ዓዲ ኣብቲ ዲኤንተ ይዘራረብሉ ኣለዉ። ብሕጊ ከሕልፍዎ ማእታን። ዘይተኸትበ ሰብ ንስርሑን ንኻልእን ክኣቱ ከም ዘይክእል ከምኡ ይሓስቡ ኣለዉ። እቲ ክታበት ክልቲኡ ዶዝ ከም ዝወሰድካዮ ኢኻ ኣቐዲምካ ነጊርካኒ። እንታይ ምልክታት ርኢኻ፣ ምናልባት ወይ ተሰማዕካ ስምዒት እንተሎ ምስኡ ዝተሓሓዝ? እወ ልክዕ ኢዩ ከምቲ ዶክቶራት ዝገለጽዎ ኣነ ከም ነብሰይ ተበለኒ ኣብቲ ናይ መጀመርያ ቁሩብ ከምዚ ናይ ድኽመት ገለ ገይርለይ ናይ እንተእሽሙ ኮይኑኒ ነይሩ ኣብቲ ናይ ሓደ መዓልቲ ኢዩ ድሕሪ ዓሰርተ ክልተ ሰዓት ምስ ተዋጋእኩ ማለት ኢዩ ሓሊፉ ሽዑ ግን ወላ ሓንቲ ተእሽሙ ኣየበለን ልክዕ ኣብታ ካልኣይቲ ካብኡ ቁሩብ ትርር ዝበለት ተሰሚዕኒ ከምዚ ናይ ርእሰይ እንታይ ሽሙ ይብሃል ሓደ መዓልቲ ከምኡ ጌርለይ ነዚ ዕግርግር ኢሉኒ ኔሩ ብቲ ናይ ክልተ ሰዓት ናይ መጀመርያ ካብኡ ግን ወላ ሓንቲ ነገር የብሉን ብዙሓት ኣሕዋተይ ውን ዝወሰድዎ ኣለዉ ወላ ሓንቲ ዘይተሰምዖም ሰባት ኣለዉ ብዘይካ ከም ነብስና ዩ ማለት ዩ ይፈላለ ዩ ንዓይ ከምኡ ተሰሚዕኒ ብዙሓት ኣዕሩክተይ ውን ዝወሰዱ ስለ ዘለዉ ብሕክምና ዝሰርሑ ብ እንዳ ዓበይቲ ዝሰርሑ ወላ ሓንቲ ዝተሰምዖ ነገር የለን። እዚ ግን ዝኾነ ሰብ በቲ መድሃኒት ተወጊኡ ዝኾነ ስምዒት እንተሰምዖ ኣብቲ ተወግኦ ክሕብር ይኽእል እዩ። ንዓና እውን በቲ ናይ ኮሙኒቲ ፔጅ ናይ ቴለፎን ኣለና ናይ ዋትሳብ ኣብኡ ብኡ ገይሩ ክሕብረና ይኽእል እዩ። ብቐጥታ እውን ንሕና ምስቲ ዝምልከቶ ኣካል ከነራኽቦ ንኽእል ኢና ማለት እዩ። እስኻ ከም ኣቦ መንበርቲ ሕብረተሰብ ሓተቲ ዑቕባ ኤርትራውያን ኣብ እስራኤል ክንደይ ዝኸውን ሰብ ክሳብ ሕጂ ተኸቲቡ?
እወ ይፈላለ እዩ ይፈላለ እዩ ዳርጋ ውሑድ እዩ ነይሩ ኣብቲ ክልተ ሰለስተ መዓልቲ መጀመርያ ብጣዕሚ ውሑድ ነይሩ ኣብዚ ሕጂ ግን ኣብቲ ናይ መንግስቲ እስራኤል ኣብቲ ናይ ስራሕ ምስ ኣበሎ ትማል ዓርቢ ደሓን ዝኾነ ቁጽሪ ይመጽእ ኣሎ ሕጂ ውን ብዙሕ ሰባት ይደዋውሉ ኣለዉ ኣበይ እዩ ገለ ክብሉ ጀሚሮም ኣለዉ እዚ ከኣ እቲ ኣብ ፌክ ኒውስ ዝጸንሐ ኣብ ሕብረተሰብና ዳርጋ እቲ ከምዚ ኩላህና ንፈልጦ ኣብቲ ሜዳታት ዘሎ ንድዩት ናይ ፈይስቡክ ድዩ ኣብ ካልእ ድዩ ዝርእዎ እቲ ናይ ፌክ ኒውስ ብዝያዳ ዓብሊጁ ጸኒሑ እዩ ነዚ ከኣ ንሕና ምስቶም ዝሰመዩዋ ተራኺብና ከኣ ጸገም ከም ዘየሎ ከኣ ኣረጋጊጽና ኢና መንግስቲ እስራኤል ውን ብብሩህን ብግልጹን ይገልጸልና ኣሎ ጸገም ከም ዘይብሉ ንሕና ኣብዚ ዓዲ ስለ ዘለና በቲ ናይዚ ዓዲ ውን ምስቶም ላዕለዎት ዶካትር ውን ተዛራሪቦምና እዮም ኣብ እንተ ሽሙ መጽዮም እቲ ፈክ ኒውስ ግን ብጣዕሚ ዓብሊልዎ ጸኒሑ እቲ ሕብረተሰብና ሕጂ ጥራይ እንዳ ተረድኦ ዝመጽእ ዘሎ። ኣብ እስራኤል ንኣስታት ትሽዓተ ዓመታት ዝጸንሐ ነባሪ ከተማ ቴል ኣቪቭ ኣብዚ ጎስጓስ ክታበት ቫይረስ ኮሮና ብወለንትኡ ዝንቀሳቐስ መንእሰይ ሳልሕ ዑስማን ድማ ብዛዕባ እቲ ቅድሚ ምጅማር'ቲ ክታበት ዝተኻየደ ጎስጓስን ምዝርጋሕ ሓበሬታን የረድእ። ቅድሚ እዚ ኮሮና እዚ ክታበት ምጅማሩ ገለ ፍታሕ ክግበር ምዃኑ ተረዲእና ነይሩ'ዩ። ካብ ዝሓለፈ ዕለት ዓሰርተ ሓሙሽተ ወርሒ ሓደ ጀሚርና ብዶካትር እቲ ሰብ ዘለዎ ሕቶ ዛበለ ወይ ድማ ዘፍርሖ ዛበለ ሓቲቱ ንክፀንሕ እቲ ክኽፈት ከሎ እዚ ኣጋጣሚ ሕጂ ኣጋጢሙ ዘሎ በጋጣሚ ንክንጥቀመሉ ሰብ ኣዳሊና ኢና ፀኒሕና ናይ ክልተ ክፋላት ምስ ዶክተር ኣማንኤል ካብ ሕቡራት መንግስታት ከምኡውን ዶክተር ኣስተር ካብ ሕቡራት መንግስታት ብምትሕብባር ኢስታ ሶሉሽን ክልተ ግዜ ኣምፂናዮ ማለት እዩ እዚ ጎስጋስ ክንገብር ጸኒሕና። እቲ ብዙሕ ሕቶ ዘለዎ ሕቶ ሓቲቱ ክጸንሕ፣ ስክፍታ ዘለዎ ስክፍታታቱ መጽናዕቲ ገይሩ ንክጸንሕ ማለት እዩ። እዚ ገይርና ካልኣይ ድማ ኣብቲ ጎስጋስ ንሕብረተሰብ እዚ ቫክሲን ወይ ድማ እቲ ክታበት ብናጻ መጺኡ ከምዘሎ እቲ ዝከኣለና ዘበለ ብመድያ ይኹን ኣብ ግሩባት ይኹን እቲ ሓበረታ ነመሓላልፎ ኣለና። ንስኻ ተኽታበት ከም ዝወሰድካ እንታይ ዝረኣካዮ ፍሉይ ነገር ኣሎ? እቲ ምልክታት ዘርኢ ዋላ ኣብቲ ዝወሃበና ወረቓቕቲ ኹናት ተጻሒፉሉ ምናልባት ርእስኻ ጽሩር ከብረካ ይኽእል፣ ንእሽተይ ቃንዛ እቲ ናይ መርፊ ቦታ ክሕመካ ይኽእል። ኣነ ንውልቀይ ወላ ሓንቲ ስምዕታት የብለይን። ጽቡቕ እየ ዘለኹ ኣልሓምዱሊላህ። ኣቦ መንበር ማሕበረሰብ ሓተትቲ ዑቕባ ኤርትራውያን ኣብ እስራኤል ኣቶ ብርሃነ ነጋሲ ከምኡ እውን ነባሪ ከተማ ቴል ኣቪቭ ኣቶ ሳልሕ ዑስማን፣ ኣብ ሰሙናዊ ሓድሽ መደብ ሕቶን መልስን ወይ ከኣ ኮሊን ሾው ጀሚሩ ኣሎ። ናይዚ ሰሙን እዚ ኣጋይሽና ኣቶ መብራህተን ተኽለብርሃን ካብ መቐለ ኢትዮጵያ፣ ዶክተር ሄርሞን ዑቕባሚካኤል ካብ ኬፕታውን ደቡብ ኣፍሪቃ፣ ኣቶ ሃብቶም ዮውሃንስ ከኣ ካብ ኔዘርላንድስ እዮም። ዝዘራረብሉ ኣርእስቲ ከኣ ኮነ ኢልካ ዝግበር ናይ ፈጠራ ወረን ብዘይፍላጥ ዝዝርጋሕ ግጉይ ሓበሬታን ኣብ ህዝቢ ዘውርዶ ኩለመዳያዊ ሳዕቤንን፣ ሓቅን ሓሶትን ዜና ንምፍላጥከ እንታይ ክግበር ኣለዎ? ንህዝቢ ቅኑዕ ሓበሬታ ኣብ ምሃብ ክውሰዱ ዝግብኦም ምድላዋትንከ እንታይ'የም? ዝብሉን ዝኣመሰሉን እዮም። ስለዚ ሕቶታትኩም ብቁጽሪ ስልኪ ክልተ ባዶ ክልተ፣ ክልተ ባዶ ሓሙሽተ፣ ቴስዓን ትሽዓተን ኣርብዓን ክልተን ናይ ውሽጢ መስመርና ዓሰርተ ሓሙሽተ ወይ ከኣ ብኢሜይል ሆርን ኣት ቪኦኤ ኒውስ ዳት ካም ከምኡ እውን ብፌስቡክ ቪኦኤ ትግርኛ ክሳብ ሓሙስ ለኣኹልና ኢኹም። ካብዚ ብተወሳኺ ሓሙስ ብናይ ዋሽንግተን ዲሲ ሰዓት ኣቆጻጽራ ሸሞንተን ፈርቓን ናይ ንግሆ ወይ ከኣ ሸሞንተን ፈርቓን ኤኤም ካብ ስቱድዮ ደዊልና ሕቶኹም ንኽንቅበለኩም ድልየት ዘለኩም ሰማዕትና ቁጽሪ ስልክኹም ብኢሜይልን ብፌስቡክን ኣቢልኩም ለኣኹልና። ሬድዮ ድምፂ ኣሜሪካ ኣገልግሎት ቋንቋ ትግርኛ ነመስግነክ ዊንታ። እዚ ሬድዮ ድምፂ ኣሜሪካ እዩ። ናብ ስሩዕ መደብና ኤርትራውያን ኣብ ኣሜሪካ ክንሓልፍ ኢና። ኣብ ልዕሊ ዜጋታት ኤርትራን ካልኦት 12 ሃገራትን ንባርነት ዝምልከት እገዳ ቪዛ ዩናይትድ ስቴትስ ፕረዚደንት ጆ ባይደን ስልጣን ኣብ ዝሓዝሉ ቀዳማይ መዓልቲ ኣልዕሎሞ ኣለዉ እንተኾነ ሕጂ እውን ኤርትራ ካብተን ንዝጥረዙ ዜጋታት ምቕባል ኣብየን ተባሂለን እገዳ ቪዛ ዝተገብረለን ሃገራት ሓንቲ ኮይና ቀፂላ ኣላ። ንሱ እውን ከልዕልዎ እዮም ዝብል ትፅቢት እንተሎ እውን መዓዝ ከም ዝለዓል ንፁር ኣይኮነን ይብል ጠበቓ ኢሚግሬሽን ኣቶ ኣመሃ ሃብተማርያም። ካብ ቨርጂንያ ተወልደ ወልደገብርኤል እዩ ዓዲምዎ። ኣቶ ኣመሃ ብዛዕባ እቲ ዝተላዕለ እገዳ ብምግላፅ ይጅምር። Thank you ተወልደ።
ዕድል ስለ ዝሃብካኒ ከመስግነካ እደሊ። ናብዚ ናይ ፕረዚደንት ባይደን ዘሕለፎ ሓድሽ ትእዛዝ ክንሓልፍ ድሕር ኮይንና፣ ኣብ ወርሒ ሓደ ዕለት ዕስራ ክልተ ሽሕ ዕስራን ሓደን የሕሊፍዎ። ደሓር ጽሙቕ ብዝበለ እቲ ሓደ ዘሕለፎ ነገር ንጠርዝያ ናይ ሰባት ካብ ኣሜሪካ፣ ንሚእቲ መዓልቲ ዝኸውን ኣወንዚፍዎ ነይሩ። ግን እዚኣ ነገር ሓደ ዳኛ ኣብ ቴክሳስ ዘሎ ንግዜኡ ደው ከም ትብል ገይርዋ ኣሎ። ካልእ ዘሕለፎ ትእዛዝ ንዜጋታት ካብ ኣመንቲ ምስልምና ዝበዝሕወን ሃገራት ከምኡ'ውን ኣብ ልዕሊ ሃገራት ኣፍሪቃ ገይርዎ ዝነበረ እገዳ ናይ ቪዛ እገዳ ማለት እዩ ኣብ ገሊኤን ሃገራት ናይ ቀዋሚ ቪዛ ኣብ ሃገራት ከኣ ናይ ግዝያዊ ቪዛ እውን ነይርዎ። ነዚ እገዳ እዚ ከኣ ኣልዒልዎ ኣሎ። ብተወሳኺ ንዜጋታት ናይ ላይበርያ እቲ ናይ ግሪን ካርድ ዝገብርዎ መስርሕ ክቀላጠፈሎም ወሲኑ ኣሎ። ካልእ ድማ ነዚ መንደቕ ዝህነጽ ዝነበረ ኣብ ዶብ ናይ ኣሜሪካን ሜክሲኮን ማለት እዩ ንዕኡ እውን ደው ከም ዝብል ገይርዎ ኣሎ። ካልእ ዝገበሮ ድማ ነቲ ምምሕዳር ትራምፕ ኣሕሊፍዎ ዝነበረ ብዶብ ዝኣትዉ ስደኛታት ኣብ ሜክሲኮ ኮይኖም እቲ መስርሖም ክውድኡ ንዝብል ነገር ንሱ እውን ሓደሽቲ ሰባት ኣብቲ ፕሮግራም እቲ ከይኣትዉ ወሲኑ ኣሎ። ካልእ ድማ ሓንቲ ጽቡቕቲ ነገር ዝገበራ ድማ ካብ ኣሜሪካ ዝጥረዙ ሰባት ኣብዚ ግዜ እዚ እቶም ኣብ ግብረ ሽበራ ኢድ ኣለዎም ኢሎም ዝተጠርጠሩን ከምኡ እውን ህዝባዊ ድሕነት ስግኣት እዮም ዝበሎም ሰባት ንሶም ጥራሕ ክኾኑ ካልኦት ሰባት ግን ንጊዚኡ ደው ክብል እዩ ኣዚዙ ዘሎ ማለት እዩ ብሓፂሩ። ፅቡቕ እዚ ሓፈሻዊ ፖሊሲ ንሙሉእ ዓለም ዝምልከት እዩ። ኣቶ ኣመሃ ሕጂ ምናልባት ምስ ሰማዕትና ብምትሕሓዝ ብቐጥታ ናብ ኣፍሪቃ ከምኡ ኢልና እውን ናብ ኤርትራ ብፍላይ ተኣተና ኤርትራ ሓንቲ ካብቶም ናይ ሙስሊም ሃገራት ተባሂሉ ጽንሕ ኢሉ ከኣ ገለ ሃገራት ኣፍሪቃ ኣብ ዝኣተዋሉ እዋን ከኣ ኤርትራ ሓንቲ ካብኤን ምዃና እያ እሞ ሕጂ ብትኽክል እቲ ተኸልኪሉ ዝነበረ ቪዛን ሕጂ ተፈቒዱ ዘሎ ቪዛን እንታይ እዩ ንሰማዕቲ ምናልባት ኣቐዲሞም ዘይሓዙና ክህልዉ ይኽእሉ። እወ ሕጂ ብፍላይ ንኤርትራ ብዝምልከት ኣብቲ ምምሕዳር ትራምፕ ኣሕሊፍዎ ዝነበረ ኣዋጅ ማለት እዩ ምስ ንኤርትራ ምስ ሊብያ ናይጀርያ ከምኡውን ሶማልያ ሓዊስካ ዝተገብረ እገዳ ንቀዋሚ ቪዛ ንዝረኽቡ ኤርትራውያን እዩ ኣብቲ ግዜ እቲ ተኸልኪሉ ነይሩ ማለት እዩ። ስለዚ ቀዋሚ ቪዛ ማለት ከኣ በቃ ናብዚ ዓዲ ክመጹ ከለዉሲ ግሪን ካርድ ክረኽቡ ተባሂሎም ብዝመፁ ኤርትራውያን እዩ እቲ እገዳ ነይሩ። ስለዚ ነዛ እገዳ እዚኣ ፕሬዚደንት ባይደን ኣልዒልዋ ኣሎ ማለት እዩ። ግን ዘይተለዓለ ካልእ እገዳታት ኣሎ ንኤርትራ ብዝምልከት ማለት እዩ። ንሱ ከዓ ቅድሚ እዚ ዓብ እገዳ ምንባሩ ፕሬዚደንት ትራምፕ መንግስቲ ኤርትራሲ ነቶም ካብ ኣሜሪካ ክስጎጉ ዝተወሰኑ ኤርትራውያን ናይ መገሻ ሰነድ ኣሂቦምን እዩ ከምኡውን ኣይቅበሎምን እዩ ብዝብል ንጊዝያዊ ቪዛታት ከም ናይ ምብጻሕ ቪዛ፣ ናይ ተምሃሮ ቪዛ፣ ናይ ሓድሓድ ናይ ስልጠና ቪዛታት ደው ከም ዝብል ገይርዎ ነይሩ። ነዛ እገዳ እዚኣ ነዛ ናይ ጊዝያዊ ቪዛ እገዳ ድማ ብዙሕ ሰብ ደኣ ኣይረኣያን እምበር ኣብዚ ዓመት እዚ ኣብ ወርሒ ሓደ ዕለት ዓሰርተ ሓሙሽተ ክልተ ሽሕን ዕስራን ሓደን እቲ ጸሓፊ ጉዳያት ወጻኢ ናይ ኣሜሪካ ኣሐዲስዋ እንደገና ማለት እዩ ምኽንያቱ መንግስቲ ኤትራሲ ነዚ ናይ መገሻ ሰነድ ምሃብ ከምኡ እውን ምቕባል ናይ ክስጎጉ እተወሰኑ ኤርትራውያን ገና ኣየመሓየሾን ንዝብል ማለት እዩ። ስለዚ ኤርትራውያን ገና እቲ ግዝያዊ ቪዛ ክኽልከሉ እዮም ማለት እዩ። እቲ ቀዋሚ ቪዛ ዝበሃል ግን ፕረዚደንት ባይደን ኣልዒልዎ ስለዘሎ ንዕኡ ምርካብ ዕድል ክወሃቦም እዩ። ስለዚ ግልፂ ንምግባር እቲ ቀዋሚ ቪዛ ንብሎ ዘለና እቲ ኢሚግራንት ቪዛ እዩ። እቲ ግዝያዊ ቪዛ ኢልና ዝተርጎምናዮ ከዓ ናን ኢሚግራንት ቪዛ ምዃኑ እዩ እሞ ንፁር ንምግባር እቲ ብፍላይ ከም ምብፃሕ ዝመስል ግዝያዊ ቪዛ ሕጂ እውን ኣይተላዕለን እቲ ዝተነብረ እገዳ ብትራምፕ ሕጂ እውን ዛጊት ኣይተላዕለን ዝብል እዩ እቲ ተላዒሉ ዘሎ እቲ ኢሚግራንት ቪዛ ወይ እቲ ቀዋሚ ቪዛ ኣብዚ ዓዲ ንመውዕል ከንብረካ ዝኽእል ናይ ናብ ግሪን ካርድ ዝወስደካ ቪዛ እዩ ተላዒሉ ዘሎ ኢኻ ትብል ዘለኻ እሞ ምናልባት እዚ ዘይተላዕለ ክልዓል ንጽበ ዶ እንታይ እዩ ዘሎ ካብዚ ንኔው? እወ ሕጂ ምስዚኣ ተወሳኺ ክብላ ዝደሊ እዘን ሕጂ እተዛረብናለን እገዳታት በዚ ዝበልክዎ ምኽንያት እንድዩ ኔሩ። ካልእ ከኣ ንኹሉ ሃገራት ማለት'ዩ ዝሽፍን ካልእ እገዳ ከኣ ተገይሩ ነይሩ ኣብ ዝሓለፈ ዓመት ወርሒ ሚያዝያ ማለት'ዩ። እዚ እገዳ'ዚ ከኣ ን በዚ ናይ ኮቪድ ለበዳ ብዝምልከት'ዩ። ሕጂ እዚ እገዳ'ዚ እንታይ'ዩ ነይሩ ንኹሎም በቃ ዜጋታት ናይ ሃገራት ብግሪን ካርድ ዝመጹ ይኹን ወላ ብግዝያዊ ቪዛ ዝመጹ ቪዛ ንኸይወሃቦም'ዩ። እቲ እገዳ ተገይሩ ነይሩ ሕጂ ክሳብ ወርሒ ዓሰርተ ክልተ ዕለት ሰላሳ ሓደ ክልተ ሽሕ ዕስራን ተናዊሑ ነይሩ ብድሕሪኡ ከኣ ክሳብ ወርሒ መጋቢት ማለት እዩ ናይዚ ዓመት እዚ መጨረሻ ፕሬዚደንት ትራምፕ ኣናዊሕዎ ነይሩ ማለት እዩ ሕጂ በዚ ናይ ለበዳ ሕማም ዝተገብረ እገዳ ንውሑዳት ሰባት ጥራሕ እዩ ክኣትዉ ዝፈቅድ ማለት እዩ ንሶም ከኣ ብቀንዱ በቃ ትሕቲ ዕድመ ዝኾኑ ቆልዑት ናይ ኣሜሪካ ዜጋታትን በዓል ቤት ወይ ሰበይቲ ወይ ሰብኣይ ናይ ኣሜሪካ ዜጋ ዝኾነ ነዚኦም ጥራሕ እዩ እቲ ክኣትው ተፈቒዱ እምበር ካልኦት ኩሎም። በዚ ናይ ለበዳ ሕማም ደው ኢሉ ነይሩ እዩ። ሕጂ ተስፋ ዘሎ ሎሚ መዓልቲ ወይ ኣብ ዝመጽእ ዘሎ ቁሩብ ሰሙናት ፕረዚደንት ባይደን ነዚ። ናይ ስድራቤት እገዳ እዩ ዝበሃል ብኻልእ ኣዘራርባ። ከልዕልዎ እዩ ዝብሃል ተስፋ ኣሎ። ካልእ ድማ ፕረዚደንት ባይደን ከኣ ክገብሮ እዩ ዝብሃል ዘሎ ነቲ ዝተበታተኑ ነይሮም ስድራቤታት በዚ ኡዶግ ክኣትዉ ከለዉ ንዕኦም እውን ነዚ ነገር እዚ ከም ዝጠራነፉ ዝገብር ካልእ ሓይሊ ዕማም ክቐውም ዝብል እውን ተስፋ ኣሎ ማለት እዩ። ካልእ ሕቶ ክልዓል ዝኽእል ብፍላይ ኣብዚ ኣሜሪካ ዘለዉ ኤርትራውያን ስድራቤቶም፣ ካብ ዓዲ ካብ ኣፍሪቃ ወይ ካብ ጎረባብቲ ሃገራት ኤርትራ ከምጽኡ ንዝደልዩ ዝነበረ መስርሕ ዝሕቱል ምንባሩ ምናልባት ኣሜሪካ ሕጂ ኣብ ምእታው ወይ ኣብ ምፍቃድ ስደተኛታት ናብ ኣሜሪካ ናብዛ ሃገር እንታይ ለውጢ ብፍላይ ኣብቲ ቁጽሪ ይኹን ምናልባት ምምሕዳር ትራምፕ ውሕድ ዝበለ ቁጽሪ ዝነበሮ ይመስለኒ ስለዚ ሕጂ ምምሕዳር ባይደን ከ ኣብቲ ዝኣትው ስደተኛታት፣ Migrants፣ ኣብ ምውሳኽ ዝኾነ ለውጢ ኣሎ ዶ? እወ፣ ንሱ እውን ካልእ ሓደ ዓቢ ተስፋ ዘሎ እዩ። ሕጂ ነዚ ናይ ኢሚግራንት ቪዛ ዝምልከቱ ሰባት እገዳ ምስ ተላዕለ፣ ብቕልጡፍ እተን ኢምባሲታት ናይ ኣሜሪካ እቲ መስርሕ ክጅምርኦ ኣዚዙ ኣሎ። እዚ ብዛዕባ ናይ ኢሚግራንት ቪዛ ዝምልከት እንድዩ። ቅድሚ ሕጂ እተዛረብናሉ ንስድራቤት ናይ ስደተኛታት ኣብ ኣሜሪካ ዘለዉ ማለት እዮም፣ ኣሳይለም ዝረኸቡ ሰባት፣ እቲ መስርሕ ኣይተኸልከለን ነይሩ፣ ግን ምምሕዳር ትራምፕ ዓመት ዓመት ዓመት ዓመት እቲ ኮታ ናይ ሰባት ንኣሜሪካ ዝኣትዉ እንዳቐነሶ እዩ ነይሩ። ኣብዚ ዓመት እዚ እውን ንዓሰርተ ሓሙሽተ ሽሕ ጥራሕ እዩ ፈቒዱ ነይሩ። ስለዚ ዓሰርተ ሓሙሽተ ሽሕ ጥራሕ ብምፍቃዱ እቲ መስርሕ ብጣዕሚ ክደናጎ ጀሚሩ ማለት እዩ። ኣብ ግዜ ኦባማ ግዜ ኣቨሬጅ ልዕሊ ሚእቲ ሽሕ ሰብ እዩ። ኣብ ዓመት ክኣቱ ዝፍቀድ ነይሩ። ሕጂ ፕረዚደንት ባይደን ከኣ ነዚ ቁጽሪ'ዚ ክውስኽ'ዩ ዝብል ተስፋ ኣሎ። እዚ ቁጽሪ'ዚ ድሕሪ ወሲኹ ከኣ እቲ መስርሕ እውን ብጣዕሚ ክቀላጠፍ ክኽእል'ዩ ማለት'ዩ። እምበር በቲ ቁጽሪ ብምጉዳሉ ተጓቲቱ'ዩ ጸኒሑ። እቲ ኣብ ዓመት ንኣብነት ኣብ ዓመት ምስ ስድርኦም ዝጥረፉ ዝነበሩ ስደተኛታት ዳርጋ ናብ ሰለስተ ዓመት ኣርባዕተ ዓመት ክጓተት ጀሚሩ ነይሩ። ስለዚ እዚ ነገር'ዚ ክውሰኽ'ዩ ዝብል ተስፋ ኣሎ ማለት'ዩ ቀረባ እዋን። ኣብ ካልእ ግዜ ከኣ ምናልባት ሓደሽቲ ሕግታት፣ መምርሕታት ዝፍርም ተኾይኑ ፕረዚደንት ጆ ባይደን ክንጽበ ኢና፣ ብፍላይ እዚ ቪዛታት ኢሚግራንትስን ምብጻሕን ዝምልከት። እሞ የቐንየልና ከም ወትሩ ጠበቓ ኢሚግረሽን ኣቶ ኣምሃ ሃብተማርያም ካብዚ ካብ ከባቢ ዋሽንግተን ዲሲ ብሩኽ መዓልቲ። Thank you ተወልደ ብሩኽ መዓልቲ።
ክትከታተልዎ ዝጸናሕኹም ስሩዕ መደብና ኤርትራውያን ኣብ ኣሜሪካ እዩ ነይሩ ንተወልደን ከምኡውን ንጋሻና ኣቶ ኣመሃ ሃብተማርያም ኣዝና ነመስግን በዚ እምበኣር ናይ ሎሚ ሶሉስ ሓፈሻዊ ምድላዋትና ፈጺምና ኣለና ኣብ